እስካዕ ቪድዮ ፍጻመ ንክትከታተሉ ብኣኽብረት ይዕድም። ንቻናለይ ሓደሽቲ ዝኾንኩም ሰብስክራይብ፣ ነባራት ዝኾንኩም ከዓ ላይክ ሸር እናግበርኩም ንክተበረታትዑኒ ብትሕትና ይላቦ። ላይክ ሸር ነትገብሩለይ ካብ ልቢ እናመስገንኩ እየ ማለት እዩ ክብራት ኣሕዋተይ። ቅድሚያ ግን እንኳዕ ንዳግማይ ንዳግማይ ትንሳኤ እንኳዕ ኣብፀሐኩም ደቂ ዓበይቲ ወይ ማዕሪ በዓል በብዘለኹምዎ ብሰላም ብፍቕሪ ብሓድነት ክትሕልፉ ተስፋ ይገብር። ወላ ኣብ ስደት ኩኑ ብመንፈስ ደስ ኢልኩም ክውዕል ተስፋ ይገብር። ክብራ ኣሕዋተይ ኣበይኩም ቦታ ኩኑ ኣብ ዩቱብ መንፈስ ውሽጥኹም ደስ እንዳሕርዳ ኢልኩም ፅቡቅ እዩ እና ደስ ኢልኩም ክትሓልፍዎ ተስፋ ይገብር ማለት እዩ እና ያው መጀመርያ ዋጋ ኤሌክትሪክ ገመድ ክንደይ እኒሆ ንዘልኩምኒ ያው ኣዚ ሓዚ ግዜ ብርግፅ ሓዚ ናፍጣ ክቕንስ እዩ ይበሃል ኣሎ ናፍጣ ቀንሱ እዩ ይበሃል ኣሎ እና ናፍጣ እንድሕር ቀኒሱ ክቕንስ ይኽእል እዩ። ብናፍጣ ምኽንያት እዮም ብሓደ ሻዕ ሰማይ ኣብጺሖምዎ ይገርመኩም እዩ ዳርጋ ግማሽ ናይ ሓሙሽተ ሽሕ ዝነበረ ዓሰርተ ሽሕ እዮም ገይሮምዎ ዳርጋ ግማሹ እዩ ወሲኽና። ዙሮ ግን ኣብታ ሕዚ ዝኒኣ ዕዳጋ ክነግረኩም ድሕር ደኣ ኮይነ ገመድ ኤሌክትሪክ ብዙሕ ዓይነት እዩ በዓል ሓደ ነጥቢ ሓሙሽተ ኣሎ በዓል ክልተን ፈረቓን ኣሎ በዓል ኣርባዕተ ኣሎ በዓል ኣርባዕተ ማለት ንዓበይቲ ማሽናት ዘልዕል፣ ከምኒ መጎጎ ኤሌክትሪክ ክኸውን ይኽእል፣ መውዐዪ እዚ ቦይለር ዝዓውዪ ክኸውን ይኽእል፣ ካልኣይ ከዓኒ ናይ በቃ ብቻ ግን ንዓበይቲ ማሽናት ዘልዕል እዩ በዓል ኣርባዕተ ንሱ እኒሆ፣ ካልኣይ ከዓኒ በዓል ኣርባዕተ ይበሃል፣ ክልተ ነጥቢ ሓሙሽተ ከዓኒ ቢኤምቱ እና ኤሊስዊሊ ንሱ እዩ ቆንጆ ዝበሃል እቲ ዝሓሸ ምርት ንሱ እዩ እና ንሱ ሕዚ ናብ ካብ ዓሰርተ ሽሕ እስከ ዓሰርተ ክልተ ሽሕ ማለት ሓደ ሻዕ ይወርድ ሓደ ሻዕ ይቐንስ እዮ ዘለዎ ኮፍ ይብልና ዓሰርተ ዓሰርተ ሓደ ዓሰርተ ክልተ ብበዝሒ ግን ንዓሰርተ ሓደ እዮም ሽሕ እዮም ዝገዝእዎ ዘለውና ክንደይ ነይሩ ተልኩምኒ ቅድሚ ወርሒ ብሸውዓተ ሽሕን ኣርባዕተ ሚእትን እዩ ነይሩ እና ሐዚ ብጣዕሚ ወሲኹ ሐዚ ምግዛእ ኣየዋፅን ሓቂ ምዝራብ እዙይ ፍትሓዊ ዝኾነ ዕዳጋ ኣይኮነን ናይ ንብላዕ ንብላዕ እዩ እቶም ነጋዴታት ብናይ ባዕልቶም በቃ እቲ ዝተገዝእ ይፀንሕ እኮ እዩ ብሕሳር ገዚኦሞ ፀንሑ እንድዩ በቃ ብናይ ናፍጣ ምኽንያት ግን ሰማይ ገይሮምዎ እና እዙይ ፍትሓዊ ዕዳጋ ኣይኮነን ብዙይ ክትገዝኡ የብልኩም በሃሊት እየ ግን ነሸኳል እንድሕር ዳኣ ኮይኑ ግን እንግዲህ ምንም ምግበር ኣይከኣልን። ዋጋ ግን ከምዚ ይመስል ካብኡ ከዓኒ በዓል ክልተ ፈረቓን ኮይኑ ዲደብልዩ እና ኤችኤስ ዝበሃል ኣሎ ካልኣይ ደረጃ ኮይነስ ክልተ ነጥቢ ሓሙሽተ ግን ንሱ ንኣምፖል ገለ እዩ እምበር ንምድጃስ ኣይኸውንን ትሑት እዩ ስሉ ናይ ምቅፃል ዓቕሚ እውን ኣለዎ እሱ ደግሞ ብሓሙሽተ ሽሕን ክልተ ሚእትን ኣሎ ማለት እዩ ሓዚ ንሱ ሰለስተ ሽሕን ሓደን ሰለስተ ሽሕን ክልተን እዩ ክልተ ሽሕ ወሲኹ እኒኦና ካብኡ ከዓኒ ሓደን ፓራኣን ኮይነ ብቲ ቃዳማይ ብ ብኤምቲ እና ኤሊስዊድ ዝብሃል ኣሎ ደሞ ብ ሽዱሽተ ሽሕ እና ብ ዓሰርተ ሽሕ ብቲ ቃዳማይ ኮይንስ ብ ሓደን ፓራኣን ማለት እዩ ቅጥን ዝበለ እዩ ግን ቀዳማይ ደረጃ እዩ ቶሎ ኣይቃጸልን ኣይባላሸውን ግን ን ምድጃ ዘይኮነስ ን ኣምፖል ብ ልዕሊ ህድም ጌሩ ዝሓልፍ ቆርቆሮ ድዩ ህድም ድዩ ብዘየግድስ ግን ን ኣምፖል ብ ላዕሊ ዝዘውር እዩ እምበር ብ ታሕቲ ብ ትሕቲ ሰራሚክ ዝሓልፍ ን ምድጃ ን ሶኬት ኣይኸውንን ማለት እዩ ደቂ ዓበይትዋይ እና ዋግኡ ብኤምቱ ተኾይኑ ሽዱሽተ ሽሕ ኤሊ ስዊት ተኾይኑ ከዓኒ ዓሰርተ ሽሕ ብሓደ ፐርኣን ማለት እዩ ክልተ ፐርኣን ደሞ ብዓሰርተ ዓሰርተ ሓደ ዓሰርተ ክልተ ከምዚ ይመስል በዓል ኣርባዕተ ግን እዚ በዓል ኣርባዕተ ንዓበይቲ ማሽና ዘልዕል ግን እሱ ድሃ ይቡን የለን የለን እውን ዋግኡ እውን ድሕር ዘይለ ታይሎም ክነግሩኻ ለዚ ከምዚኣ ትመስል ካብኡ ከዓ ናይ ኣርባዕተ ሓሙሽተ ክላስ ክንደይ ይኣኽለና ንትብሉ ደቂ ዓበይቲ ወይ ክንደዚ ተባሂሉ ኣይግመትን ሓዚ ናይ ሜት ነርባዓን ካሬ ኣርባዕተ ክላስ ጎርባ ሓሙሽተ ክላስ ጎርባ ዝሮ ዝሮ ብዘይግድስ ታስፍሓታ ሓንቲ ስለ ዝኾነት ሓሙሽተ ጥምጣም ወዲኤ ክብለኩም ይኽእል ሓደ ሰብ ሓደ ሰብ መጺኡ ደሞ ሸሞንተ ጥምጣም ወዲኤ ክብለኩም ይኽእል ባእ ኣነ ደኣ ን ሸሞንተ እንድየ ወዲኤ ሓሙሽተ እስኻ ደኣ ከመይ ጌርካ ወዲኻ ናበይ ደኣ ከይዲ ገለ ትብሉ ንባዕልትኩም ሓጢኣት ትኣትውዎ ዶ ከምኡ ይኾነ ኣነ ካብ ዝተዓዘብክዎ ሓዚ ክልተ መሓዙት ተልኢኽን ሓዲኽን ሓሙሽተ ሓዲኽን ሸሞንተ ወይ ሓዲኽን ሽዱሽተ ወይ ሓዲኽን ኣርባዕተ ክውደእክን ይኽእል ከመይ ጌራ ሰሪሓቶ እዩ እቲ ሓሙሽተ ጥምጣም ዝወደኣ ከመይ ጌራ ሰሪሓቶ ሸሞንተ ጥምጣም ዝሰርሐ ዝወደእክን ከ ከመይ ጌርክን ሰሪሕክን እዩ ሐዚ ኣብ ሓደ ክላስ ዙርያ መላሽ ስዊች ተጌርኩምሉ ዙርያ መላሽ ሶኬታት ተጌርኩምሉ ሐዚ ንኣብነት ኣብ ባዕለይ ክርኢ ከለኹ ኣነ ሐዚ ሓንቲ ሰርቪስ ኣላ ኣይተወደአትን ገመድ እውን የብለይን ንዕኡ ክገዝአለየ ግዴታ ሓደ ጥምጣም ገዝእየ ንሳሎን ክሽነ ሳሎንና መደቀሲ ክሽነ ግን ሸውዓተ ጥምጣም ወዲእና ኢና። ስለዚ ግን ገና ገና ከዓንስ ሓደ ክላስ እኒሄኒ እና ካልእ ሰብ ግን ምናልባት ኣርባዕተ ሓሙሽተ ወዲቦ ክኸውን ይኽእል ከመይ ገይሮም ሰሪሖም ኣነ ከመይ ገይረ ሰሪሓዮ እዩ ኣነ ሕዚ ዝርያ መላሽ ሶኬት እያ ዓይንኹም ዞር ዞር ኢልኩም ተሪኢኹም ብምልእታ ሶኬትና ስዊች እያ መሊኣ ማለት እዩ ናይ ደገ ብራንዳ መብራህቲ ኣሎ ብደገ ኮይንካ ተብሮ ተጥፍኦ ከም ድሌትካ ደገ ከይድካ ተብሮ ተጥፍኦ ከም ድሌትካ ሶኬት ከዓ ዝርያ መላሽ ዝኾነ ቴሌቪዥን ክትስኩዕ ድዩ ሞባይል ክትስኩዕ ድዩ ላፕቶፕ ክትስኩዕ ድዩ ፍርጅ ክትስኩዕ ድዩ ምንም ኣይትችገሩም በቃ ቢያንስ ሓደ ክልተ ሰለስተ ኣርባዕተ ልዕሊ ሽዱሽተ እኒሆ ኣብ ሳሎን ማለት እዩ መብርሂ መጥፍእሉ እውን ብኡ ልክዕ መዓት እዩ እኒሆ ኣብ መደቀሲ ከድካ መዓት እዩ ሐዚ መደቀሲ ሓደ ሰብ ሓንቲ መብርሂ መጥፍእን ሓንቲ ሶኬት ይገብረላ ጎዶ ብልክዕ ደግሞ ገመድ ኣይውድእን ሓሙሽተ ሽዱሽተ ሶኬት እና መብርሂን መጥፍእን ጌርኩም ግን ብኡ ልክዕ ገመድ ይውድእ ከና ኩሉ ተዝርዎ ኣለኹም እና ብኸምዚ ኢኹም ትኸድዎ ኣነስ ክንድዚ ወዲእኒ ገለ ዓክም ዘይብሉ ኣነ ሕዚ ጎረቤተይ ንእሽተይ እንተወዲኣስ ዋእ እከለ ከምዚ ወዲኣ ናተይ ናበይ ገርኩሞ ምናምን በቃ ብጣዕሚ እየ ዘንጸርጽር ነይረ ካብኡ ናብ ልበይ ምልስ ኢለ ክሓስቦ ከለኹ ኣብቲ ካልእ ዝወድእ ገዛ ክርኢ ከለኹ ሰማይና ምድሪ ኣብ ናይኩም እንታይ ተሰሪሑ ኣብ ካልእ እንታይ ተሰሪሑ ኢልኩም መጀመርያ ረኣይዎ ቅድሚ ምንጽርጻርኩም ቅድሚ ሕማቅ ምዝራብኩም እና ክንድዚ ይውድእ ኣይብለኩምን ከም ሰብ ኬትኩም ብዝሓትና ከምዚ መብርህመት ብዝሓት እዩ ማለት እዩ ሓደ መዓልቲ ናየ ቀሪፀ ካሪኤኩም እየ ሕድሕድ ኩሉ ክንደይ ከም ዝገርናና ክንደይ ገበር ከም ዝወደኒ መጀመርያ ካሪኤኩም እየና ዞሮ ግን ክንድዚ ተባሂሉስ ኣይግመትን ስእልኩም ንመለከታዊ ሳሎን ክልተ ሰለስተ ኣብ መደቀሲ ሓንቲ ኣብ ክሽነ ሓንቲ ኣብ ሰሪስ ሓንቲ ተኮይና ኣርባዕተ ጥምጣም ክውደኩም ይኽእል ይኮም እንድሕር ኮይኑ ግን ከም ልበይ ክጥቀም እታይ ገድሽኒ እዮ ኣብዚ በፂሓ ዝስግብገብ ገደት ህልኩም ግን ድሌትኩም ዓይነት ሶኪታት ትገብሩሉ ማለት እዩ ክብራት ኣሕዋተይ ብፍላይ ኣብ ማእኸል ከተማ እንድሕር ደኣ ኮይኑ ብጣዕሚ ፅቡቕ ማለት ሃብታም ሰብ ክካረ ይኽእል ወይ ከዓ ንበዓልቲ ከምውን ክኸውን ይኽእል እኽል ሶኪት ትገብሩ ተመራፂ እዩ ምክንያቱም ካሊእ መዓልትስ ኤህ ተዝውስኸላ እኮ ተልኩምስ በፍፁም ተኣምር ክትውስኽላ ኣይትኽእል ኢኹም ኦልሬዲ ሰራሚክ ተገይርዎ እዩ ተለሚፅ እዩ ምንም ተኣምር ኣይትውስኻ ኣይትቕነሳ እያ ስለዚ ካብ መጀመርያን ክትውስኑ ዘለኩም እና ብዛዕባ ኤርትራ ከምዚ ይመስል ካብኡ ከዓኒ ሐዚ ኣነ ከምቲ ብዙሓት ሰብኬትና ከምቲ ብዙሓት ሶች ዝገበርናሉ ማለት እዩ ንዓየ ገመድ ኣይወደእን ምክንያቱም ተጠንቂቆም ምንም ዓይነት ገመድ ከየባኸኑ ቤተሰብ እዮም ሰሪሖምለይ ብጣዕሚ ጥዑያት ቆልዑ እዮም ብጣዕሚ ማለት እዩ ምስ ሰብ ዝረዳድኡ ኢሂን ሚሂን ኢሎም ዝሰርሑ ብጣዕሚ ኢየን ጎበዛት ምናልባት ቤተሰብ ስለ ዝኾኑ ኢለ ኣይኮንኩን ኣነ ሕማቕ ተሰሪሑ ሕማቕ ኢዩ ጽቡቕ ተሰሪሑ ጽቡቕ ኢዩ ኢያ ክብለኩም እና ብጣዕሚ ኢየን ጎበዛት በቃ ገመድ ንካይውድኣኒ ኢሉ እውን እኽል ሰኬትና ሶች ንክህልወኒ ገይሮም ሰሪሖም ብቲ ንሳቶም ዝሰርሕዎ ብዙሓት ግን ማለት እዩ ገመድ ንዓየ ኣይወድአኒ ብጣዕሚ በቃ ቆጢቦም ሓንቲ ነገር ከይባኸኑ እዮም ሰሪሖምለይና እቶም ገመድ ኤሌክትሪክ ዝሰርሑለይ እንድሕር ደሊኽምዎ ስልኪ ቁጽሪ ክህበኩም እየ ኣበይኩም ቦታ ኬዶም እዮም ዝሰርሑ ሽረ ኣኽሱም መቐለ ፈረስማይ ዓድዋ እንትጮ ብቻ ኣበይኩም ቦታ ኬዶም ይሰርሑ እዮም ስልኪ ቁጽሪ ከቐምጠልኩም ማለት እዩ ዜሮ ትሽዓተ ዒስራን ሓሙሽተን ኣርብዓን ክልተን ሰብዓን ሰለስተን ተስዓን ሰለስተን ኢልኩም ደውሉሎም ውይ ካዓ ዜሮ ትሽዓተ ሰብዓን ሸሞንተን ሓምሳን ሽዱሽተን ሓምሳን ሸሞንተን ስሳን ሸውዓተን ክደግሞ እየ ዜሮ ትሽዓተ ሰብዓን ሸሞንተን ሓምሳን ሽዱሽተን ሓምሳን ሸሞንተን ስሳን ሸውዓተን ኢልኩም ደውል ብጣዕሚ ጎበዛት ቆልዑ እዮም ልክዕ ከም ናይ ባዕሎም ገይሮም እዮም ዝሰርሑ መጀመርያ ይመክርኹም ዘለኩም ዓቕሚ እንታይ እንታይ እዩ ከምዚ ከምዚ ከም ማለት እቲ ዘሎ ሕማቕን ጽቡቕ መጀመርያ የማኽርኹም እሞ ካብኡ ከዓኒ ናብ ስርሖም ይኣትው እና ብጣዕሚ እዮም ጎበዛት። ሓደ ሓደ ሰብ እዚ እንዳ ከምዚ ዝበለ ገለ ከልካ ታይ ስርሐይ እኮ እዩ እንታይ ይምልከተኪ እዛ ዓይነት ገዛ ገዛ ካብቲ መገዛ ንብረትካስ ተመሊሶም ዘፋጥጡ ሰባት ኣለዉ። ክንደይ ነገር ኢኻ ትርኢ እና እና ደውልሎም ብጣዕሚ ጎበዛት እዮም። ብዝደለኹምዎ ገይሮም ክሰርሑልኩም እዮም። ብጣዕሚ እዮም ጎበዛት ማለት እዩ። ካብ ኩሉ ብላዕሊ ድማ ካብቲ ስርሖም ብላዕሊ ጸባዮም ማለት እዩ። ካብኡ ከዓኒ ናይዛ ቦርድ ሰርሐኪ ስልኪ ቁጽሪ ሃብኒ ንዘልኩም ታበሪላ ብጣዕሚ እያ ቆንጆ ስቅ ኢለስ ርእየስ የመንያን በቃ ለይ ምሸት በተለይ ኮፍ ኢለስ በቃ ስቅ ኢለስ ታይም እየ ክለኩም ኣብ ሳሎን እኒሀ መደቀሲ የብሉን ግን ብጣዕሚ ስለ ዝፈትየ ኣነ ባዕለ ሳሎን እየ ዝደቅስ ንዓ እናረኣኹ ብቻ ከመይ ገይረ እየ ነግረኩም ብጣዕሚ እየ ዝፈትያ ቃል ልቅም ዝበለት እያ ማንም ሰብ መጽዩ ባእ ኣረ ብጣዕሚ ጉሁዝ ቆልዓ ዩ ከመይ ገሩ ዩ ልቕም ኣቢሉ ሰሪሕዎ ገለ ዩ እዚ ብጣዕሚ የንጎዛ ተሐዚ እዚ ኣይፈልጦ ይጥይቖ ሰብ ብሰብ የምጽየዮ ግን ድማ ቆንጆ ገሩ ሰሪሕለይ ንምንታይ ንማዕተው ንስርሑ ክብል ስርሑ ከየበላሹ ክብ ቆንጆ ገሩ ሰሪሕዎ እምበር ኣይፈልጠኒ ኣይጥይቓኒ በቃ ገን ንገንዘቡ ክሰርሕ መጽዩ ኣነ ከዓኒ ያው ስራሕ ደልየ ክሰርሕ መጽዩ ማለት ዩ እና ብጣዕሚ ጥዑይ ሰብ ዩ ናቱ ስልክ ቁጽሪ ደሞ ክበኩም እየ። ኣብ ስውእነቤትን ቦታ እናኻደ እዩ ዝሰርሕ ጥራሕ ዋጋ ምስኡ ደዊልኩም ተስማዕምዑ ናይ ኢዱ ግን ባዕለይ ክምስክረልኩም ይኽእል እየ ዶ ብናይ ባዕለይ ሓላፍነት ክተስርሑ ትኽእሉ ኢኹም ካብኡ ከዓ ናቱ ስልክ ናቱ ስልክ ቁፅሪ ንትደልዩ ዜሮ ትሽዓተ ቴስዓን ኣርባዕተን ዜሮ ኣርባዕተ ዕስራ ሓሙሽተን ዓሰርተ ሓደ ኢልኩም ደውልሉ ኣብየትን ቦታ ከይዱ ክሰርሐልኩም እዩ ደስ ብዘለኩም ማለት እዩ እና ደቂ ዓበይቲ ወይ ማዕረይ ናይ ሎማዓንቲ ቪድይ እዚኣ ትመስል ነይራ። ካሊእ ሕቶ እተልይኩም ቅር ዘለኩም ነገር እንድሕር ደኣ ሃልዩ ኣብ ኮሜንት ጸሓፉለይ፣ ምንም ችግር የብሉን። ብዝኸኣልክዎ መጠን ከም እግዚኣብሔር ፍቓድ ክምልሰልኩም እየ። ቪድይ እዚኣ ትመስል ነይራ። እስካዕ ቪድዮ ፍጻመ ንዝተኸታተልኩምኒ ካብ ልቢ እናመስገንኩ እየ። ሼር፣ ላይክ፣ ሳብስክራይብ ምግባር ድማ ኣይትረስዑ። ሰሰናዩ ባይ ባይ